ኣብ መደብ እንታይ ትመኽሩኒ ንሎሚ ክልተ ትሕዝቶ ኢና ክነቕርብ እሞ ሰናይ ጻንሖት። ሰላም ሲነማ ሰመረ መጀመርያ ነዚ ዕድል ዝሃብኩምኒ የመስግነኩም። ናይ ብርዒ ስመይ ቤኒ ይበሃል። ወዲ ዕስራን ሽዱሽተን ዓመት እየ። ኣብ ሃገረ ፈረንሳ ድማ ይቕመጥ። እዚ ከተማኽሩኒ ደልየ ዘለኹ ጉዳይ ከምዚ ዝስዕብ እዩ። ሓንቲ ፈረንሳዊት ኣፍቂረ ክንምርዖ ከኣ መደብ ኣውጺና ሕጂ ጸገም ኮይኑ ዘሎ ብስድራይ ይኹን ብፈለጥተይ ግን ምቕባል ስኢኖሞ። ድሕሪ ከም ዝፈለጥክዎ ከኣ ኣነ ኣማን ተዋህዶ ንሳ ሃይማኖት ዘይብላ ኮይና ሕጅስ በቃ ብኹሉ ነገር ተቐርቂረ ኣለኹ እሞ በጃኹም ምኽሪ ካብ ብዙሕ ሰብ ደልየ ኣለኹ ገለ በሉኒ ኣብ ዝሓጸረ ግዜ ምኽርኹም ለግሱለይ። ዝኸበርካ ሓውና ቤኒ ፈለማ ጸገምካ ስለ ዘካፈልካና ብጣዕሚ ኢና ነመስግነካ። ብወገንና ፍታሑ ኢልና ዝሓሰብናዮ ምኽሪ ከነካፍለካ ኢና፣ ሰዓብቲ ሲነማ ሰመረ ከኣ ንዓኻ ሓጋዚ እዩ ዝበልዎ ሓሳባት ኣብ ምክፋል ከምዘይሓምቁ ድማ ንኣምን። መውስቦ ንኽልተ መጻምድቲ ጥራይ ዘይኮነስ ንኽልተ ስድራቤታት ዓድታት እውን ዝኣስር ቃል ኪዳን እዩ። ስለዚ'ዩ ድማ ኣብ ባህልና ቅድሚ ዝኾነ ነገር ምፍጻሙ ብዛዕባ እቲ ዝእሰር ዘሎ ቃል ኪዳንን ዝውሰዱ ዘለዉ መጻምድትን ኣጸቢቖም ዝሓቱ። ሓምሻይ፣ ሻብዓይ ወለዶ ስድራኣ ደም ከይህልዎም፣ ጽሩያት ዓጽሚ ክኾኑ ኣለዎም ወዘተ እናተባህለ ደቂቕ መርመራ'ዩ ዝካየድ። ሓንቲ ጻዕዳ እሞ ድማ እምነት ዘይብላ ከተምጽኣሎም ደኣ ወለድኻ ይኾኑ ፈለጥትኻ ከመይ ክቕበልዎ? ጽባሕ ንግሆ እኳ ደቅኻ ኣዝማድ ደቆም እዮም ክኾኑ። ካልእ ይትረፍ ኣብ ውራይ ክበጽሑኻ ወይ ድማ ንስኻ ክትበጽሖም እንከለኻ ብኸመይ እዩ ክኸውን ዝኽእል? ደቅኻ ንደቆም ወይ ድማ ሰበይትኻ ንደቆም ከይጸልዉ ኣይስከፉንዶ? ኣዝማድ እዛ ሃይማኖት ዘይብላ ተባሂሎም ብኻልኦት ከይነዓቑ ኣይፈርሁንዶ? ንስኻ ጥራይ ኣይኮንካን መውስቦ ትፍጽም ዘለኻ፣ እንኮላይ ንሶም እውን ኣካል ናይቲ መውስቦ ምዃኖም ክትርድኣሎም ኣለካ። ግዳ ሓቂ ክንዛረብ ክርስትና ቀሊል እምነት ኣይኮነን። ክሳብ ሕጂ ሕግታቱ ዓቂቡ ከይተበረዘ ዝኸይድ ዘሎ ሃይማኖት እዩ። ኣብ ቃል ኪዳን ዝምልከት ከኣ ተሪር መግለጺ እዩ ዘለዎ። ኣይኮነን ዶ ምስ ሃይማኖት ዘይብላ ምስ ሰዓቢት ካልእ ሃይማኖት ቃል ኪዳን ክትኣስር እውን ከቢድ እዩ። ክፍጸም እንተኾይኑ ድማ መጻምድትኻ ኣብቲ ናትካ ሃይማኖት ክትኣምን ኣለዋ። ክትመሃርን ሕግታት ክትፈልጥን ክትጥመቕ እውን ኣለዋ። ስለዚ ንሳ ነዚ ተቐቢላ ክትፍጽሞ እንተኾይና ጥራይ እዩ ቃል ኪዳንኩም ተቐባልነት ዝህልዎ። ክትምርዓዉ ካብ መደብኩም ብኸመይ ኣገባብ ከም ትምርዓዉ ክትረዳድኡ ኣለኩም። ኣብ ቤተ ክርስቲያን ኣትያ ቃል ኪዳን ትፍጽም ትኽእል ዶ? ብዛዕባ ባህልና ልምድናን ከተረድኣ ፈትን። ሕብረተሰብና ዓቃባዊ ምዃኑ ከተእምና ጸዓር። ከም ሰዓቢ እምነት ተዋህዶን ክርስትያንን መጠን ብሕግታት እግዚኣብሔር ትመሓደር ብርኽቲ ስድራ ክትምስርት ድሌት ከም ዘለካ ንገራ። ሽዑ ናይ ብሓቂ ተፍቅረካ እንተኾይና ኣብቲ ናትካ እምነት ክትኣቱ እያ። እንተዘይኮይኑ ግና ምስኣ ሓዳር ምግባር ብዘይካ'ቲ ከጋጥመካ ዝኽእል ተነጽሎ ስድራቤት፣ ቀስ ኢልካ ንስኻ'ውን ናብታ ናታ ዓለም ክትኣቱ ከም ትኽእል ተረዳእ። ክትጸልወካ ልዑል ተኽእሎ'ዩ ዘሎ። ንስኻ እንተዘይኣተኻ'ውን ደቅኻ ካብ ሃይማኖት ርሒቖም ኣሰር ኣዲኦም ክስዕቡ ይኽእሉ እዮም። እዚ እንታይ ዓይነት ሕልናዊ ወቐሳ ከስዕበልካ ከም ዝኽእል ርዱእ'ዩ። ዝኸበርካ ቤኒ፣ ዝብእን በጊዕን ኣብ ሓደ ቦታ ሓቢሮም ክነብሩ ኣይክእሉን እዮም። ወይ እቲ ዝብኢ ነቲ በጊዕ ይምስሖ ወይ ድማ እቲ በጊዕ ሃዲሙ ነብሱ የድሕን ጥራይ እዩ። ስለዚ ሀ እንዳበሉኻ ኣይትጋገ። ሰላም ሲነማ ሰመረ ዜናዊ መድሃኔ ካብ ካርቱም እየ ኣነ ሓደ ጸገም ኣለኒ ንሱ ድማ ኣብ ግዜ ለይቲ ኣስናነይ ይሕርቅም ጠንቁን ኣገባብ ምክልኻሉን እንታይ ምዃኑ ምኽሪ ደልየ ኣለኹ ምስናይ ይቕሬታ። ክቡር ሓውና ዜናዊ እዚ ይቕሬታ እትሓተሉ ጉዳይ ኣይኮነን ምኽንያቱ ሲነማ ሰመረ ብኣኹም እያ እትማሙቕን ንቕድሚት ትስጉምን ስለዚ ንሕና ኢና ንዓኻ ስለ ተሳትፎኻ ከነመስግነካ ንደሊ። ምሕርቃም ኣስናን ወይ ድማ Bruxism Teeth Grinding ኣብ ግዜ ቀትሪ ይኹን ለይቲ ዘጋጥም ተርእዮ እዩ። እቶም ዝያዳ ኣብ ግዜ ለይቲ ወይ ድማ ኣብ እዋን ድቃስ ኣስናኖም ዘሕርቁሙ ሰባት ድማ ከም ጸገማት ምድቃስ ዝኣመሰሉ ምሕርናኽን ማዕበስ ምስትንፋስን ክህልዎም ከም ዝኽእል እውን ይግመት። ብርግጽ ሓካይም እዚ እዩ ጠንቂ ምሕርቃም ኣስናን ኢሎም ክገልጹ ኣይክእሉን፣ እንተኾነ ግና ግምት ዝወሃቦም ጠንቅታትሲ ኣለዉ። እዞም ጠንቅታት ስነኣእምሮኣዊ፣ ጥዕናውን ኣካላውን ክኾኑ ይኽእሉ፣ ከም ተስፋ ምቑራጽ፣ ሕርቃን፣ ጸቕጢ፣ ጭንቀት ምስ ዝስምዓካ፣ ወይ ድማ ብባህርኻ ተጻባኣይን መዕገርገርን ወይ ድማ ኣመና ተወዳዳራይን ጻዕረኛን ምስ ትኸውን፣ ከምኡ ድማ ንኹሉ ነገራትካ ኣብ ውሽጥኻ ትሓብእን ብዛዕባ ጸገማትካ ዘይትዛረብን ምስ ትኸውንን ካልኦት ስነ-ኣእምሮኣውያን ጸገማት ጠንቂ ምሕርቃም ኣስናን ክኾኑ ይኽእሉ እዮም። ኣብ መዳይ ጥዕናዊ ጸገማት፣ ኣብ መዳይ ጥዕናዊ ጸገማት ድማ ከም ቃንዛ እዝኒ፣ ቃሓር፣ ስእነት ድቃስ፣ ሕማም ባርኪንሰን ምስ ዝህልወካን ከምኡ ድማ ከም ፊኖፕሮባዘን ዝኣመሰሉ መድሃኒታት ጸቕጥን ጭንቀትን ትወስድ እንተኾንካን ኣብ መንጎ ላዕለዋይን ታሕተዋይን ክፋል ኣስናንካ ምምዝባል ምስ ዝህሉን በዚ ጸገም ክትጥቃዕ ትኽእል ኢኻ። ዕድመ እውን ወሳኒ እዩ። መብዛሕትኡ እዋን ምሕርቃም ኣስናን ብብዝሒ ኣብ ህጻናት እዩ ዝረኣ። ደቂ ዓሰርተ ዓመት ኮይኖም ምስ ዓበዩ ግና ባዕሉ ይጠፍእ እዩ። እቶም ባእስን ዕግርግርን ክትዕ ምውድዳር ኣዝዮም ዝፈትዉን ትም በሃልቲ ናይ ውሽጦም ዘየስተንፍሱ ሰባት ግና ኣብ እዋን ለይቲ'ዩ ተርእዮም ሕርቃም ኣስናም ብብዝሒ ዝኽሰት። ናይ ሽጋራ፣ ኣልኮልን ካልኦት ኣወለፍቲ ነገራት ግዙኣት እውን ተጠቃዕቲ'ዮም። ዝበዝሐ እዋን ምሕርቃም ኣስናን ከም መህድኢ ኢና ንጥቀመሉ። ክቱር ሕርቃን፣ ጸቕጢ፣ ጭንቀትን ድኻምን ምስ ዝሰመዓካ ከተስተንፍስ ኢልካ ኢኻ ምሕርቃም ኣስናን ተዘውትር። እዚ ነቲ ተረቢሹ ዘሎ እምሮኻ ስለ ዘዛንዮ ግዜያዊ ዕረፍቲ ትረክብ። እዚ እንታይ ማለት እዩ? መብዛሕትኡ ግዜ ምሕርቃም ኣስናን ነቲ ዝተዓብጠ ስምዒትና ንምፍኳስ ኢልና ከም ነዘውትሮ እዩ። ዋላ እውን እቲ ኣብ እዋን ለይቲ ኣብ ግዜ ድቃስካ እትፍጽሞ ምሕርቃም ኣስናን፣ ብሰንኪ እቲ ጸገማት ምድቃስ ዝጽዕብ ጸቕጢ ንምፍዃስን ካብኡ ንምግልጋልን ተባሂሉ ከም ትፍጽሞ እዮም ክኢላታት ዝሕብሩ። ምሕርቃም ኣስናን ዝበዝሐ እዋን ግዜያዊ እዩ። ምስ ፍሉይ ፍጻሜ ህይወትና ዝተኣሳሰርን ነቲ መድረኽ ምስ ሰገርናዮ ድማ ባዕሉ ዝሃድእን እዩ። እንተኾነ ግና ነዊሕ እንተቐጺሉ ካልእ ሳዕቤን ስለ ዘኸትል ሓገዝ ሞያውያን ሕክምና ምሕታት ኣድላይ ይኸውን። ከም ተወሳኺ እውን ምሕርቃም ኣስናን ብሰንኪ ናይ መንጋጋን ፍጮ ኣስናንን ካልኦት ምስ ኣስናንና ዝተኣሳሰሩ ከም ምምላእ ዝሓሰኸ ስኒ ከጋጥም እውን ይኽእል እዩ። ምሕርቃም ኣስናን ኣብ ልዕሊ ኣስናንካ ከቢድ ዕንወት ክፈጥር ይኽእል እዩ። ምስብባርን ምብዕኳኽን ኣስናን፣ ምብጫው ኣስናን፣ ንግርጻንካን መትንታት መንጋጋኻ እውን ክሃሲ ይኽእል። ቃንዛ እዝንን ርእስን እውን የስዕበልካ። ምዕጉርትኻ ብሰንኪ ምብልላዕ ኣስናንካ መንጋጋኻ ምስ ተዳኸመ ናብ ውሽጢ ክኣቱ ስለ ዝኽእል ገጽካ ናይ ዕብራን ምልክታት የርኢ። ኣስናንካ ዓው ዝበለ ድምጺ ምሕርቃም ምስ ዘስምዕ ንመዳቕስትኻ ክትርብሾምን ድቃስ ክትከልኦምን ስለ ትኽእል፣ ንዓኻ ይኹን ንዓኣቶም ጭንቀት ከስዕበሎም ይኽእል። ኣብ ክንዲ ሓካይም ኮይንና ኣይንመክርን፣ ምኽንያቱ ሓገዝ ሞያውያን ምውካስ ኣድላዪ እዩ። እንተኾነ ግና ምሕርቃም ኣስናን ኣብ ፈለማ ደረጅኡ እንከሎ ከይበርትዐን ክትከላኸሎ ከም ትኽእል ይግለጽ እዩ። ፈለማ ኣብ ኣገባብ ኣመጋግባኻ ለውጢ ከተእቱ ኣለካ። ልዑል ዓቐን ካፌን ዘለዎ መግብን መስተን ኣወግድ፣ ምኽንያቱ ምስ ወሰድካዮም ምሉእ መዓልቲ ንጡፍ ስለ ዝገብሩኻ ለይቲ ቀልጢፍካ ክትድቅስ ኣይትኽእልን ኢኻ። ዘይምድቃስ ድማ ንምሕርቃም ኣስናን የቃልዕ እዩ። ኣልኮልን ምትካኽ ሽጋራን ካልኦት ዓይነት ወልፍታት እውን ኣወግድ። ክቱር ድኻምን ጻዕርን ኣብ ግዜ ቀትሪ መንጸርጸሪ፣ ኣብ ግዜ ለይቲ ድማ ጭኑቕ ስለ ዝገብረካ፣ ብዝተኻእለካ መጠን ንነብስኻ ከተህድእ ፈትን። ካብቶም ረብሻ ክፈጥሩልካ ዝኽእሉ ፍጻሜታትን ሰባትን ቦታን ረሓቕ። ኣእምሮኻ ኣህድኣዮ። ትድቅሰሉ እቲ ትስኣሉን ግዜ ድቃስ ኣነጽር። እዚ ጥዕናኻ ኣውሒሱ ርግኣት መንፈስ ስለ ዝፈጥረልካ ስንኻ ኣይክትሕርቅምን ኢኻ። ገለ ሰባት ከም ኦኪያለ፣ መፍትሕን ፒሮን ናይ ምሕያኽ ኣመል ኣለዎም። እዚ ከይተረዳእካ ትፍጽሞ ተግባር ኣደዳ ምሕርቃም ስኒ ክገብረካ ስለ ዝኽእል ከምዚ ዓይነት ኣመል እንተለካ ከተቋርጾ ኣለካ። ኣብ ክንድኦም ከም ማስቲካን ካልእ ጥዑም ጨና ዘለዎም ከም ናዕናዕ ዝኣመሰሉ ኣቑጽልቲ ክትሕይኽ ፈትን። ምሕርቃም ኣስናን ምልክት ጉድለት ካልስዩምን ማግኔዝዩምን ዝኣመሰሉ ማዕድናት ኣብ ኣካላትካ ዝሕብር እውን ብምዃኑ ኣብ ኣመጋግባኻ ከተዘውትሮም ኣለካ። ምሕርቃም ስኒ ቅድሚ ምድቃስካ ዘጋጥመካ ምስ ዝኸውን ቅድሚ ምድቃስካ ንነብስኻ ከተዛንያ ፈትን። ናይ ገጽን ክሳድን ማሳጅ ምግባር ከዛንየካ ይኽእል እዩ። እቶም ምስ ስንን ኣፍን ዝተኣሳሰሩ ጠንቅታት ምሕርቃም ኣስናን ናብ ክኢላ ሓኪም ስኒ ብምኻድ ፍታሕ ክትረኽበሎም ትኽእል ኢኻ። ነቶም ስነ-እምራዊ ኩነታትካን ጸቕጢ መነባብሮን ዝተኣሳሰሩ ግና ሓገዝ ክኢላታት ስነ-እምሮን ልቦናን ምውካስን ልዕሊ ኩሉ ድማ ምስ ፈጣሪኻ ዘለካ እምነት ምድልዳልን ይፍወሶም። ክቡራት ተኸታተልትና ንሎሚ በዚ ክንዛዝም ክሳብ ኣብ ካልእ መደብ እንራኸብ ድማ ብወገነይ ሰላም።